ኩልና ከም እንፈልጦ እዚ ናጽነት እዚ ክቡር ሂወት ዝተኸፍሎ እዩ። ክቡር ሂወት በሽሓት ሂወት ዜጋታት ኤርትራ ዝወደቕሉ እዩ። ገሊኡ ኣብ ዓውዲ ኩናት፣ ገሊኡ በልማማ ግፍዕታት ናይ ጽላኢ፣ ብጥይት ጥራሕ ዘይኮነ ሓዊ እናተቓፀለ ህይወት ንብረት እናባደመ እዚ ናፅነት እዚ ክንረክብ ክኢልና። ካብ ባሕሪ ብጭልፋ እዩ ከነምፅኦ እንኽእል። ታሪኽ ኤርትራ ገና ኣይተሰነደን። ክስነድ እንተድኣ ኮይኑ ሰላሳ ዓመት ኣብ ቃልሲ ዕስራን ሓሙሽተን ኣብዚ ናይ ናጽነት እዋን ኣሕሊፍና ሓምሳን ሓሙሽተን ዓመት ውን ብሕጂ ዝውዳእ ታሪኽ ኣይኮነን ክጸሓፍ ነዊሕ ግዜ ክወስድ ይኽእል ይኸውን ገለ ግን ክንገድፍ ክንክእል ኣለና፣ ንደቅና ከነውርስ ክንክእል ኣለና። እንታይ እዩ መስዋእቲ ኢልና ክንተናኽፍ ክንክእል ኣለና። መዓልቲ ሰማእታት መጸ ጥራሕ ኢልና ክንዝክር ዘይኮነ ንሰማእታትና እንተኽኢልና መዓልታዊ ክንዝክር ይግባእ ዕስራ ሰነ ጥራሕ ኣይንጸበ ምኽንያቱ ንዕኦም እንክንዝክር ኢና ሓይልና ድርኺት ዝፈጥረልና እሞ እስኪ ሎመዓልቲ ከኣ ሓደ ዓቢ ፍጻሜ ንዘክር ክንዝክር ኢና። ዝኾነ በደል ዘይብሎም ብዘይካ ፍቅሪ ሃገሮም ግን ኣብ ማእከል ህዝቢ ዝተረሸኑ፣ ንዜናዊ ገብሪሂወት ብክብሪ ዕድም መጀመርያ። ዜናዊ እንቋዕ ደሓን መጻእካ። እንኳዕ ደሓን ፀናሕኹም። ሽምካ ላልየዮ መስለኒ ግን ንስኻውን ባዕልኻ መን ኢኻ እንተትገልጽ ነዚ ዛንታዚ ክትገልጽ ሎሚ ኣብዚ ህዝቢ ኣብ ዘለወሉ በቒዕካ ኣለኻ። እስኪ ናትካ ድሕረ ባይታ ነዚ ክትፈልጥ ዝኸኣልካ እንታይ እዩ ቅድሚ ምባለይ ግን ኣብ ጻዕዳ ክርስትያን ዝተፈጸመ ፍጻሜ ኢና ሕጂ ክንዛረብ። እስኪ ናይ ዓይኒ መሰኻኽር ኢኻ እሞ ካብ ኣነ ዝተናኽፎ ኣብ ሰማንያታት እዩ ብልክዕ ተደኣ ኮይነ ደቀባት ናይቲ ዓዲ ኣብ ማእከል ህዝቢ ተረሺኖም ናባኻ ከብሎ እቲ ዛንታ።
የቐንየለይ ኣስመሮም ኣብዚ መድረኽ እዚ ዓዲምካ ናይዞም ኣቐዲምካ ክተናኽፎም ዝጸናሕኻ ሓርበኛታት ቅድሚ ሰላሳ ዓመት ኣብ ማእኸል ዓዶምን ኣብ ቅድሚ ህዝቦምን ዝተሰውኡ ስውኣት ክዛረብ ዕድል ምርካበይ መጀመርያ የቐንየለይ። እዞም ሕጂ ንዘኻኽሮም ዘለና ቅድሚ ሰላሳ ዓመት ኣቢሉ ማለት እዩ ኣብ ወርሒ ሓደ ሽሕን ትሽዓተ ሚእትን ሰማንያን ሓሙሽተን ዓመተ ምህረት ኣብ ማእኸል ፃዕዳ ክርስትያን ዝበሃል ዓዲ ኣብዚ ከባቢ ኣስመራ ዝተፈፀመ ፍፃመ እዩ ማለት እዩ። እዞም ክልተ ንገልፆም ዘለና ሰባት ከዓ ተኣሲሮም ብደርግ ናብ ማርያም ግቢ መፂኦም ማለት እዩ። እዚኦም ኣቦይ ወልደማርያም ቀለተ ኣጋጣሚ እውን እዚ ኣዳራሽ እዚ ናይ ወዶም እዩ ማለት እዩ ኣቡኡ ንኣቶ በረኸት ወልደማርያም እዮም ካልኣይ ኣቶ ሰለሙን ዘርእዝጊ ወይ ዝያዳ ህቡብ ሽሙ ብካሪም ዝፍለጥ ክልቲኦም ኣብዚ ዕለት እዚ ተኣሲሮም ነስመራ መጺኦም ማለት እዩ። እዞም ሰባት እዚኣቶም ከኣ ምስ ብዙሓት ደቂ እቲ ዓዲ ሽዑ ቀበሌ እዮም ነይሮም ክልቲኦም ማለት እዩ ናብ ማርያም ግቢ ተኣሲሮም መጺኦም ኣብ ውሽጢ ዓመት ካብ ሽሕን ትሽዓተን ሚእትን ሰማንያን ኣርባዕተን ወርሒ ክልተ ስጋብ ወርሒ ሓደ ዘሎ ሰማንያን ሓሙሽተን እዚኦም ካብቶም ብዙሓት ብፍሉይ ገበነኛታት ወይ ከኣ ሻዕብያ ተባሂሎም ናይ ሞት ስጉምቲ ክውሰዶም ውሳኔ ተዋሂቡ ማለት እዩ። ኣብዚ እዞም ክልተ ሰባት እዚኣቶም ኣብዛ ዝገለጽክዋ ዕለት ሸውዓተ ኣቢላ መስለኒ ወርሒ ሓደ ሰማንያን ሓሙሽተን ናይቲ ከባቢ ደቡባዊ ሓማሴን ዝበሃል ምልሻ ስርናይ ብምልኦም ተኣኪቦም ናብቲ ዓዲ መጺኦም ሓደ ሰለስተ ኣርባዕተ መኪና ዝኾና ናይ ኣምሓሩ ወይ ከዓ ጦር ሰራዊት ወተሃደራት እውን ናብቲ ዓዲ መጺኦም እቲ ንግሆ ማለት እዩ እዞም ክልተ ንጠቕሶም ዘለና ሓርበኛታት ከኣ ብላንድሮቨር ዝዓይነታ መኪና ናብቲ ዓዲ መጺኦም። ኣብዚ እቲ ዓዲ በቶም ጦር ሰራዊት ተኸቢቡ ተገዲዱ ማለት እዩ እንዳተኸብከበ ናብቲ ቤት ትምህርቲ ሕጂ ካልኣይ ደረጃ ቤት ትምህርቲ ዘሎ ናይ ጻዕዳ ክርስትያን ተኣኪቡ እቶም ምልሻ ስርናይ ናይቲ ወረዳ ውን ብምልኦም ኣብኡ ተኣኪቦም ሕጂ ኣብቲ ግዜ እቲ ክትሪኦ ከለኻ እንታይ እዩ ሰብ ድሓስብ ጦር ሰራዊት መጺኦም ኣኺቢቦምና እንድሕር ኢልካ ግፋ ብሓይሊ ምልሻ ስርናይ ንምዕጣቕ ስጉምቲ ይውሰድ ስለዝነበረ ዝበዝሕ ሰብ ሃዲሙ ወጺኡ ማለት እዩ ካብቲ ዓዲ በብዝጥዕሞ። ስለዚ ሰብ ክሃድም ከሎ ኣነ ናብቶም ናብቲ ኣኼባ እንዳጉየኹ መጺኤ ማለት እዩ። ኣብዚ ምስ ስድራቤት ገለ ግርጭት ጌረ ምኽንያቱ ሰብ ሃድም ኣነ ናብኡ ስለዝመጻኹ እዚ ዝገለጽናዮ ምልሻ ስርናይን ህዝብን ምስተኣከበ፣ እቲ ኣቐዲሙ ቅድሚ ዓመት መደረ ደስምዔ ዳንኤል ተካ ዝበሃል ናይ ደርግ ካድር ሽዑውን ልክዕ ኣብኡ ብምምጻእ ምስ ካልኦት ብዙሓት ማለት'ዩ ተኣኪብኩምሉ ዘለኹም ሎም መዓልቲ ሕነ ናይቲ ንኣብየታውያን ንምጥፋእ ጻዕርታት ዘካየዱን ዝሰርሑን ሻዕብያ ኣብዚ ቅድሜኹም ስጉምቲ ክውሰድ ስለዝኾነ ኩሉ ሰብ ኣድህቦኡ ናብዚ ይግበር ተባሂሉ በቶም ባዕሎም ዝመረጽዎም ሓደ ኣብኡ ክትገልጾ ትደሊ እንታይ እዩ ሕጂ ብጦር ሰራዊት ጌሮም ኣብ ክንዲ ደቕትልዎም ነቲ ግርጪት ዝያዳ ንምብልሑ ብደቂ ዓዲ ጌሮም ክቐትልዎም ከም ደለዉ እዮም መደብ ኣውጺኦም ባዕሎም መዚዞም ከኣ ንክልተ ሰባት ብፍላይ እቲ ሓደ ንኣቶ ሰሎሙን ዘርእዝጊ ወዲ ሓውብኡ እዩ ማለት እዩ እቲ ሓደ ውን ካልእ ወዲ ዓዲ ነታ ግርጪት ዝያዳ ንክትገፍሕ ተባሂሉ ክቐትልዎም ከም ዘሎም ተሓቢሩ ክልቲኦም ሕጂ ዘይርስዖ ሽዑ ወዲ ዓሰርተ ሸሞንተ ዓመተይ ነይረ ኣነ በተኸስያን ኣርፊዶም ኣብቲ ናይ ቤት ማእሰርቲ ሰምበል ስለ ዝመጹ ጻዕዳ ጋቢ እቲ ክዳኖም ናይ ክልቲኦም በቲ ሓደ ምናልባት ምስሊ ናይ ኣቤ ወልደማርያም እዘን በዚ ቅድመይ ደለዋ ክልቲኤን ደቆም ንኣቶ ወልደማርያም ቀለት እየን ኣቤ ወልደማርያም ከኣ ኣዝዮም ጉልቡት እዮም ደው ኣቢሎም ንዕኦም ነቶም ዝተመዘዙ ሰባት ተኲሶም ክቐትልዎም ከም ዝኾኑ ሻዕብያ ምዃኖም ከኣ ተነጊርዎ ነቲ ህዝቢ ማለት እዩ። ኣብዚ ዝያዳ ናይ ያሰሎሙን ዘርእዝጊ ማለት እዩ ሰሎሙን ካብ ሽሕን ትሽዓተ ሚእትን ሰብዓን ሓሙሽተን ኣትሒዙ ኣብ ደረጃ እቲ ዝለዓለ ናይ ውዳበ ናይ ውፉይ ደረጃ ዝበጽሐ ጅግና እዩ ኣዛርቡኒ ምስ በሎም ዕድል ሂቦሞ ኣነ ሓደ ሰሎሙን ምስ ሓወይ ወልደማርያም ሎም መዓልቲ ኣብ ልዕሌና ናይ ሞት ስጉምቲ ይውሰድ ኣሎ። ኣብዚ ኣኼባ እዚ ግን ኣሽሓት ሰሎሙን ምህላዎምን ህዝባዊ ግንባር ሓንቲ መዓልቲ ኣብዛ ንወድቀላ ዘለና ባንዴራ ክተክል ምዃኑ ከኣ ዓድና ኣይትጠራጠሩ ዓወት ንሓፋሽ ኢሉ ስጉምቲ ተወሲዱ ተረሺኖም ማለት እዩ።
ሽዑ እቲ ፍጻሜ ከምቲ ዝወጠንዎ ዶ ጌሮም በቶም ደቂ ዓዲ እቲ ጥይት ከም ዝትኮስ ዶ ጌሮም? እወ ብልክዕ ተተኪሱ እንድዩ እቲ መጀመርታ ክልቲኦም ተኪሶም ምክንያቱ ኣብ ናይ ከባቢ ዕስራ ሜትሮ ርሕቀት እዩ ንሰብ ደይኮነስ ንደርሆ እውን ኣይትስሕትንኢካ ክልቲኦም ንየማንን ጸጋምን ተኪሶም ማለት እዩ ድሕሪኡ እቶም ወታደራት መጺኦም ንክልቲኦም ሃሪመሞም ስለምንታይ ድዪ ታሽሙ ዘይገበርኩሞም ኣብቲ ካልኣይ ሓሓደ ኢድ ጥይት ተኩሶም ኣውዲቆሞም ድሕሪኡ ግን እቶም ጦር ሰራዊት እዮም ኣዳጊሞማ ምስ ወደቁ ማለት እዩ ድሕሪኡ እቲ ህዝቢ ዕግርግር ኢሉ እቶም ዝነበሩ ዓበይቲ ዓዲ እውን ነዚ ሬሳ ክነልዕሎ ኢሎሞም ተመለስ ኢሎም ነቲ ህዝቢ ምክንያቱ ወዲቆም ከለዉ ክሪኦም ስለ ዘለዎ ኮፍ ኣቢሎሞ ብሓይሊ እቶም ጦር ሰራዊት ንቦትኦም ከይዶም እቲ ህዝቢ ሬሳታቱ ኣልዒሉ ናብ ዓዲ ኣእትዩ ነንገዝኦም ወሲድዎም ማለት እዩ። ኣብ እቲ እዋን እቲ ንስኻ ወዲ ዓሰርተ ሸሞንተ ዓመት ሓደ ካብቶም ውፉያት ኢኻ ነይርካ። ኣብ ቅድሜኻ ከኣ እዩ እዚ ፍጻሜ እዚ ተገይሩ። ሎሚ ክትዝክሮ ዶ?
እወ እዝክሮ። ሕጂ ብፍላይ ምስ ከምዚ ኣጋጣሚታት ኩሉ እቲ ቀዋማት ይዝክሮ። ሓንቲ ኣቐድም ኣቢለ ምናልባት እታ ሽሙ ገብርሲ ኣብቲ ሰማንያን ኣርባዕተን ስጉምቲ ዝተወስደትሉ ግዜ ካልኦት ኣብቲ ዓዲ ኣባላት ናይ ህዝባዊ ግንባር ዝነበሩ ተኣልዬም እዮም ኣብቲ ቀብሪ ይተሳተፉ ውን ማለት እዩ ምክንያቱ እቲ ሰብ ምስተቐትለ ኣብቲ ከባቢ ዝነበረ ሃዋህው ክእለዩ ከምዘለዎም ገይሩ ኩሉ ሰብ ኣነ ን ሰሎሙን ዘርእዝጊ ብ ሓውቦይ ተላኢኸ ማለት ኢዩ ፈልጥ ኢየ ከኣ ታሽሙ ምኻኑ ኣብ ታርጌት ውን ምህላው ተኣለይለ ምክንያቱ ብዛዕባኻ ዝርረብ ስለ ዘሎ ካልእ ገለ ስጉምቲ ክወስዱ ስለ ዝኽእሉ ካብዚ ቤተክርስትያን ካብዚ መቃብር ተኣለ ኣይምልከተካን ኢለ ኣነ ብ ህዝባዊ ግንባር እዚ ስጉምቲ እዚ ተወሲዱ ክትእለ ከኣ ኣለካ ስለ ዘይተባሃልኩ ኪኖ መስዋእቲ ከኣ ዝመጽእ ነገር ስለ ዘየለ ኣብ በረኻ መስዋእቲ ዩ ኣብዚ መስዋእቲ ዩ ኣይእለን ኢል ሕጂ እንታይ ትርጉም ኣለዎ እሞ ምክንያቱስ እቲ ዝግበር ተጌሩ ኣሎ ምእላይ ይሕሸካ ኢልዮ ድሓን ወዲ ሓወይ ተኣለ ጥራሕ እንድሕር ዝወስዱ ኮይኖም ስጉምቲ ንዓካ መታን ክኢልኩም ውሃ ምስኡ ዝዛረብ ጸኒሑ ተባሂሉ ተኣለ ኣነ ግን በቲ ዝተዋሃበኒ መምርሒ ውጻእ ተኣለ ስለ ዘይተባሃልኩ ኣይእለን እየ ኢሉ ብቀጥታ ከኣ ሽዑ ተቀይዱ ከይዱ ማለት እዩ ኣቶ ሰሎሙን ሕጂ ኣነ ልክዕ ከምዚ ሕጂ ኮይኑ ዝክሮ ማለት እዩ ኩሉ ምክንያቱ ወዲ ዓሰርተ ሸሞንተ ዓመት ተማሃራይ ሻብዓይ ክፍሊ እየ ከምዚ ቀዲመ ድበልክዎ ኣባል ህዝባዊ ግንባር ብዙሕ ነገር ድፈልጥ እየ ኩይኖት ዕድመይ ድከይድ ውን ምክንያቱ በቶም ወደብቲ ዝውሃበካ ብልሒ ኣሎ ኣጋጣሚ ምስ ግዜ መጹ ኮኑ ባዓል ዓንደብርሃን ተክላይ ዝባሃሉ ካብቶም ወደብትናን ኣሰለፍትናን ኣብዚ ህልው እዮም ምሳና ዝተራቀቀ ዝተፈላለየ ሓበሬታታት እዩ ድውሃበካ ኣብቲ ኣቀዲመ ከም ዝገለጽክዎስ ኣብ ሰምበል ተኣሲሮም ከለዉ ብቀጻሊ ኣብ ምክትታሎም ኔርና ማለት እዩ ንዋህዮና ጥራሕ ዘይኮነሲ ካልኦት ዋህዮታት ውን ሕጂ ኩሉ ደቂቅ ሓበሬታ እያ ድፈልጥ ምክንያቱ መስመር ኣለዉ ምስኦም ዘራኽቡኻ ባዕልኻ ምሂዝካ ትረኽቦም ኣሎ ስለዚ ሕጂ ክትዝክሮ ከለኻ ከኣ ዋላ እቲ ዋዳድቆኦም ውን ትዝክሮ ማለት እዩ ብልክዕ እየ ትዝክሮ እቲ ታሹ ማለት እዩ እቲ ኩነት። ኣብቲ እዋን እቲ ሰለሙን ዘርእዝጊ ዕጡቕ ናይ ሚሊሻ ዶ ነይሩ?
ክልቲኦም ምናልባት ከይነውሓና ተሰኪፈ እምበር ኣብ ዓድና ዓበይቲ ዓዲ ለባማት ኣብ ሓዘንን ሓጎስን ኣብ ምሕጋዝን ካልእ ዝተፈላለዩ ጉዳያት ክልቲኦም ካብቶም ወራዙት ናይቲ ዓዲ ዝበሃሉ እዮም። ኣጋጣሚ ኣቤ ወልደማርያም ከምዚ ኣቐዲምና ዝገለጽናዮ በዓል ጸጋ ናይ እንጌራ እውን እዩ ነይሩ፣ ኣብቲ ዓዲ ካብቶም ዝሓሹ ማለት እዩ። ለዋህይት ሰብኣይ ኣብ ዝተፈላለዩ ናይ ዓዲ ጉዳያት ከኣ ኣብ ቅድሚት ኣሎ ማለት እዩ። ብተወሳኺ ካሪም ምስ ዝያዳ ድርቅናን ትብዓቱን ከምዚ ናይ ኣቤ ወልደማርያም ለባም ናይቲ ዓዲዩ ከምኡ ስለዝኾኑ ከኣ ክልቲኦም ኣባላት ቀበሌ እዮም ቅድሚ ናይ ሓደ ዓመትን ገለን ኣቢሉ ኣብ በለዛ ከይዶም ተዓሊሞም ጠበንጃ ዓጢቆም እዮም ናይ ቀበሌ ማለት እዩ ሕጂ ብፍላይ ኣቦይ ሰሎሙን ዕጡቅ ውን ናይ ህዝባዊ ግንባር እዩ ማለት እዩ ብደረጅኡ እዚ ሕጂ ዝያዳ ነቲ ስራሕ ከምዚ መሳለጢ መቃላጠፊ እዩ ድወስዶ ኣቦይ ሰሎሙን ዋላ ነቲ ውድብ እውን ማለት እዩ ምክንያቱ ዕጡቅ ከሎ ኣብ ዝተፈላለየ እዋናት ናይ ገንዘብ ድዩ ናይ ካልእ ድዩ ሓገዛት ኣብ ዘድልየሉ እቶም ቀበሌ ምስ ተኣከቡ ዓንደብርሃን ሰልዲ ኢሉ ስለ ዘሎ ንውድብ ሰልዲ የድሊ ስለ ዘሉ ገንዘብ ክብርከት ኣለዎ እብል ኣቦይ ወልደማርያም ከኣ ኣጋጣሚ ተሓዝ ገንዘብ ናይቶም ቀበሌ ስለዚ እቲ ዝተወጸ ገንዘብ ጸላኢ ኣብ በዓል ዓዲ ቁንጽን ዓዲ ቢለድን ሃዘጋን ኣሲሩ ከሎ ዕጡቕ ከሎሱ ናቶም ነቲ ገንዘብ ባዕሉ እዩ ካሪም ብዓዲ ቢደል ድዩ ብካልእ ድዩ ተጠውዩ ኣብ በዓል ደቂ ሽሓይ ናብዞም ወደብቲ ኣካላት ዘብጽሖ ነቲ ገንዘብ ምክንያቱ ዕጡቕ ናቶም እዩ ቀበሌ እዩ በቲ ሓደ ወገን ከኣ ቀንዲ እንቃሳቃሲ ናይቲ መስመር ናይቲ ስራሕ ውን እሱ እዩ ማለት እዩ ስለዚ ብዙሕ ክትገልጾ ደይ ትክእል ምስ ግዜ ድሓጽረካ ኩነታቶም ኣሎ ከምዚ ዓይነት ሰብ ውን ኔሮም ማለት እዩ ምዕጣቕሲ ዝያዳ ከምዚ ደርጊ ከም ድኣምኖም እሞ ደልዳዮም ከም ድገብሩ ዓይነት ውን ጌርዎም እዩ ማለት እዩ ከምኡ ስለ ዝኾነ ከምዚ ዝገለጽናዮ በዓል ኣቤ ወልደማርያም ገንዘብ ናይ ውልቆም ገንዘብ ናይ ቀበሌ ነብሶም ምስቲ ሃብታማት ምዃኖም ኣብኡ ክሳተፉ ኢልካ ግን ኣይትጽበ ግን ከምዚ ኣቐዲማ ውን ክትግለጽ ዝጸንሐት ንሃገር ልዕሊ ኩሉ ነገር ጌሮም ስለ ዝርእይዎ እንዳፈለጡ እዮም ኢዶም ኣእትዮም እዚ ግዳይ ናይቲ ናይ ደርጊ ስጉምቲ ውን ኮይኖም ማለት እዩ።